ዕዙዝ ሰላምታይ ይብጻሕኩም። ሰናይ ክትህልዉ በዓል ምሉእ ተስፋ'የ። ኣብ ዝሓለፈ ብዛዕባ ናይ መንበሪ ፍቓድ ዝምልከት ኣቕሪበ ነይረ። ድሕሪ ወረቐት መንበሪ ዘድሊ ስራሕ ስለ ዝኾነ፣ ቀዋሚ መንበሪ ኮነ ናይ ጀርመን ዜግነት ንምርካብ ስራሕ ሓደ ካብቶም ኣገደስቲ ረቑሒታት ስለ ዝኾነ እስኪ ብዛዕባ ስራሕ ንዘቲ። ስራሕ ኣብ ሃገረ ጀርመን ናይ መጀመርያን ናይ መወዳእታን እዩ። ስለዚ ኣብ ጀርመን ጽቡቕ ናብራ ከነሕልፍ እንተድኣ ደሊና ክንሰርሕ ጥራይ እዩ ዘለና። ናይ ሎሚ መደብና እዘን ነጥብታት ዝሓዘ እዩ። ስራሕ እንታይ እዩ? ስራሕዶ ናይ ስራሕ ስልጠና፣ Ausbildung፣ ሳዕቤን ስራሕ ኣልቦነት፣ Arbeitslosigkeit፣ ገንዘብ ዶ ናብራ? ስራሕ ኣበይ ንረኽቦ? ብኸመይ ንስራሕ ነመልክት? Bewerbung።

ስራሕ እንታይ እዩ? ሓደ ሰብ ንሓደ ነገር ዝፈጥረሉ፣ ዝቕይረሉ ንጥፈት ኮይኑ ቁጠባዊ ኣታዊ ንምርካብ ዝዓለመ እዩ። ስራሕ ኣብ ህይወትና ዓቢ ተራ ኣለዎ። ንመዓልታዊ ናብራና ቅርጺ ይህቦ፣ ብተወሳኺ ቁጠባዊ ኣታዊ፣ ሓጎስ፣ ስኒት፣ ማሕበራዊ ተሳትፎ ይህልወና። ዓይነታት ስራሕ፣ መኽሰብ ዘለዎ ስራሕ ወይ ሞያዊ ስራሕ ከም ንኣብነት መምህር፣ መካኒክ፣ ሓኪም። ደሞዝ ዘይብሉ ስራሕ፣ ናይ ገዛ ስራሕ፣ ምዕባይ ቆልዑ፣ ወለንታዊ ወይ ብፍትወትካ እትገብሮ ስራሕ ኣብዚ ዓዲ ኤረን ኣምትልሽ ይብልዎ። ብተወሳኺ ስራሕ ኣብ ክልተ ክንከፍሎ ንኽእል፣ ናይ ኣእምሮ ስራሕ ናይ ጉልበት ስራሕ። ገለ ካብቶም ኣብ ሃገረ ጀርመን እንገብሮም ናይ ስራሕ ውዕላት ከምዞም ዝስዕቡ ክኾኑ ይኽእሉ። ውዕላዊ ስራሕ፣ ናይ ምሉእ ግዜ ስራሕ። ናይ ከፊል ግዜ ስራሕ፣ ናይ ለቓሕ ሰራሕተኛ፣ ናይ ክፍሊት ስራሕ። ስለምንታይ ኢና ንሰርሕ? ናብራና ንምምራሕ፣ ንመግቢ፣ ንኽዳን፣ ንትምህርቲ፣ ንጥዕና ወዘተ ዝኸውን ገንዘብ ስለዘድልየና ንነብስናን ንስድራቤትናን ዘድሊ ጠለባት ንምምላእ ክንሰርሕ ይግብኣና። ብተወሳኺ ኩሉ ኣብ ከባቢና እንርእዮ ከም ከተማታት፣ ትሕቲ ቅርጺ፣ ምህዞታት ናይ ስራሕን ኣገልግሎትን ፍረ እዮም። ስለዚ ስራሕ መሰረታዊ ቁጠባ ናይ ሕብረተሰብን ሃገርን እዩ። ኣብታ ካልኣይቲ ነጥብና ብምእታው ስራሕ ዶ ናይ ስራሕ ስልጠና ትምህርቲ እዩ። እዛ ነጥቢ እዚኣ ናይ ሞያ ትምህርቲ ምውሳድ ዶ ይሓይሽ ወይስ ብቐጥታ ኣብ ናይ ስራሕ ዓለም ምእታው ንዝብል ሕቶ መልሲ ንምርካብ ክትሕግዘና ትኽእል። ብተወሳኺ ገሌና እቲ ሕጂ ንሰርሓሉ ዘለና ቦታ ብዝተፈላለየ ምኽንያት ለውጢ ምስ እንደልየሉ ወይም ክንምዕብል እንተድኣ ደሊና ናይ ሞያ ትምህርቲ ምውሳድ ሓሳብ እንተሃልዩና ሓበሬታ ክንረክብ ንኽእል። ብዛዕባ ናይ ሞያ ትምህርቲ ኣብ ሃገረ ጀርመን ምፍላጡ ብጣዕሚ ኣገዳሲ እዩ። እስከ እተን ብልጫታትን ጉድለታትን ናይዘን ክልተ ነጥቢ ማለት ብቐጥታ ኣብ ናይ ስራሕ ዓለም ምእታውን ናይ ሞያ ስራሕ ስልጠና ምውሳድን ንመልከት። ብቐጥታ ኣብ ናይ ስራሕ ዓለም ምእታው ብልጫታቱ፣ ቅጽበታዊ ኣታዊ፣ ቅልጡፍ ምጅማር ሞያዊ ህይወት፣ ብቐሊል ምእታው። ጉድለታቱ፣ ውሱን ናይ ምዕባለ ዕድላት፣ ውሑድ ውሕስነት ስራሕ፣ ኣብ ነዊሕ ግዜ ምጉዳል ደሞዝ፣ ንነዊሕ ምዕባለ ዘይህብ ሓደ ዓይነት ስራሕ እውን ክኸውን ይኽእል። ናይ ሞያዊ ስልጠና ብልጫታቱ፣ ዓይነት ውሕስነት ስራሕ፣ ንነዊሕ እዋን ውሕስነት ዘለዎ ኣፍልጦ ይህልወካ፣ ኣብ ነዊሕ ግዜ ዝለዓለ ኣታዊ ክትረክብ ትኽእል፣ ርእሰ ተኣማንነት የዕቢ፣ ኣብ ህይወትካ ከኣ ባህታ ይፈጥረልካ። ጉድለታት፣ ኣብ እዋን ስልጠና ትሑት። ደሞዝ ትረክብ ማለት እዩ። ካልኣይ ናብ ምሉእ ስራሕ ንምብጻሕ ዝወስደልካ ግዜ፣ ዕድሜኻ፣ ይሓልፍ ኣሎ ማለት እዩ። ናይ ስራሕ ሞያ ስልጠና ዓይነት ትምህርቲ ኣብ ትካል ንሰለስተ ዓመት፣ ኣብ ቤት ትምህርቲ ጥራይ ንሓደ ዓመት መቀራረቢ፣ ኣብ ውሽጢ ሓደ ዓመት ዝፍጸሙ ናይ ስራሕ ሞያታት ኣብ ትካል ንሰለስተ ዓመት፣ እዚ እቲ ልሙድ መምሃሪ ናይ ስራሕ ሞያ ኣብ ጀርመን እዩ። ንሰለስተ ዓመት ወይ ሰለስተ ዓመትን ሽዱሽተ ወርሕን እትገብሮ ናይ ስራሕ ልምዲ ወይ ትምህርቲ እዩ። ኣብዚ ግዜ እዚ ኣብ ሰሙን ሓደ መዓልቲ ኣብ ናይ ሞያ ትምህርቲ ትመሃር፣ Berufsschule። ኣብ ቤት ትምህርቲ ጥራይ እትመሃሮ ናይ ስራሕ ሞያ፣ ምስኡ ገለ ኣዋርሕ ናይ ስራሕ ልምዲ ኣብ ትካላት ትገብር፣ ፕራክቲኩም። ኣብዚኣ ኹውስኻ ዝደሊ እቲ ክንገብሮ ንደሊ ናይ ጀርመን ትምህርቲ ምስክር ወረቐት እንተ ኣድለየ እቲ መንግስታዊ ትካል ኣርባይትስኣምት ከምህረና ይኽእል እዩ። ንሓደ ዓመት መቃራረቢ ናይ ቤት ትምህርቲ ምስክር ወረቀት ማለት ናይ ሻምናይ ክፍሊ ሃብትሹልኣብስሉስ ወይ ዓሸራይ ክፍሊ ሪያልሹልኣብሽሉስ ዜብልና ምስ እንኸውን ንሓደ ዓመት ዝወሃብ መቃራረቢ ትምህርቲ እዩ። ብድሕሪኡ ደንበኛ ናይ ሞያ ትምህርቲ ንሰለስተ ዓመት ይወሃበና። ኣብ ውሽጢ ሓደ ዓመት ዝፍፀም ናይ ስራሕ ሞያታት ኣብዚ ገለ ካብቶም ኣብ ውሽጢ ሓደ ዓመት ዝፍፀሙ ናይ ስራሕ ሞያታት ዝርዝር ሓጋዚ ወይ ሓጋዚት ነርሲንግ፣ ናይ ገዛ ስራሕ ምሕደራ፣ ሸያጢ ወይ ሸያጢት፣ ሓጋዚ መኽዘን፣ ናይ ኮምፒዩተር ቴክኒሻን፣ መራሕ መኪና ወይ ዘዋሪ እዞም ሞያታት እዚኦም ዝተማህረ ተሓጋጋዚ ናይቲ ንሰለስተ ዓመት ናይ ሞያ ስልጠና ዝተማህረ ሰብ ኮይኑ ይሰርሕ። ድሕሪ ንናይ ገለ ዓመታት ምስራሕ ድማ ነቲ ናይ ሰለስተ ዓመት ስልጠና ኣብቲ ዘለዎ ናይ ስራሕ ቦታ ኮይኑ ክወስዶ ይኸእል፣ ድዋለ በሩፍስ ኣውስቢልዱንግ። ኣብዚ ክብሎ ዝደሊ ናይ ኮምፒዩተር ቴክኒሻን ማለት ሲስተም ኣድሚኒስትራቶር ንምዃን በ ፅባይ እንተሎና እሞ ስጋብ ሻምናይ ክፍሊ ዝተምሃርና ምስ እንኸውን ነዚ ስልጠና እዚ ክንምሃሮ ንኽእል። ብጣዕሚ ኣገዳሲ ሞያ ዩ ኣይንስጋእ።

ሓሊፉ ኣብ ዝኸዶ የለን። ብተወሳኺ ክንሓስበሎም ዘለና ረቑሓይታት ደረጃ ትምህርትና፣ ዝገድሰና ሞያ፣ ኩነታት ጥዕናና፣ ኣኻሊ ቋንቋ ጀርመን፣ ድልየትን ዲሲፕሊንን። ደረጃ ትምህርትና፣ ኣብ ኤርትራ ስጋብ እንታይ ክፍሊ ተማሂርና? ስጋብ ሻምናይ ክፍሊ እንተ ተማሂርና ንናይ ስራሕ ሞያ ስልጠና ንምውሳድ ዝኣክል ባይታ ኣሎና ክንብል ንኽእል። ኣብዚ ግን እቲ እንወስዶ ዓይነት ስልጠና ወሳኒ'ዩ። ዘገድሰና ሞያ። እቲ እንመርጾ ናይ ስራሕ ሞያ እቲ እንብህጎን ተውህቦና ይኸውን'ዩ ኢልና እንሓስቦን እንተ ኾነ፣ ዝተመርጸ ዩ ደስ ኢሉና ከኣ ንመሃሮ። ኩነታት ጥዕናና ሓዳሪ ሕማም ከም ሽጎር፣ ብዝሒ ደም፣ ኣለርጂ ዝኣመሰለ ሕማም እንተልዩና ክልተ ግዜ ንሕሰበሉ። እቲ ዘሎና ዓይነት ሕማም ነቲ ናይ ስራሕ ቤት ጽሕፈት፣ Arbeitsamt፣ ምስ እንገልጸሉ ስራሕ ንምቕያር ወይ ምስ ጥዕናና ዝኸይድ ናይ ስራሕ ስልጠና ንምውሳድ ከማኽረና ይኽእል ዩ። ኡም ሹሉም፣ ኣኻሊ ኣፍልጦ ቋንቋ ጀርመን፣ ብውሕዱ በ-ኣይንስ ወይ በ-ጽባይ እንተ ጨሪሽና ዝሐሸ'ዩ። ገና ኣብ ናይ ኣ-ኣይንስ ወይ ኣጽባይ ደረጃ እንተ ሃሊና፣ እሞ ኸኣ ኣብ ኤርትራ ናይ ማእከላይ ትምህርቲ ደረጃ ዝህልወና ምስ ዝኸውን፣ ብመገዲ ናይ ስራሕ ቤት ጽሕፈት፣ Arbeitsamt፣ ሻምናይ ክፍሊ፣ Hauptschulabschluss፣ ወይ፣ Realschulabschluss ናይ ዓሸራይ ክፍሊ ንኸምህረና ከነመልክት ወይ ክሕግዘና ክንሓትት ንኽእል። Deletin Disziplinen ኣብ ሃገረ ጀርመን ክንምሃር እንተድኣ ደሊና፣ ካብቲ ትምህርቲ ንላዕሊ እቲ ትምህርቲ ዝጠልቦ ዲሲፕሊን ዝያዳ እዩ ዘገድስ። ብመጠኑ ካብ መስተ፣ ካብ ብዝሒ ምዝንጋዕ፣ ካብ ምምሳይ ወዘተ ክንቁጠብ ናይ ግድን እዩ። ንእቶትና ዝምልከት ኣብ ናይ ስራሕ ሞያ እንመሃረሉ ግዜ ደሞዝና ውሑድ እዩ። እቶትና ካብ ወሃብ ስራሕ እዩ ዝወሃበና። እቲ ደሞዝና ብፍላይ ኣብታ ቀዳመይቲ ዓመት ውሑድ ስለዝኾነ መንግስቲ ይድግፈና እዩ። ኣብዚ ክንሓቶ ዘሎና፣ እቲ እንረኽቦ እቶት ነቶም ኣብ ዓዲ ዘለዉ ስድራ ቤትናን ንዓናን ይኣኽለና ድዩ? እንተ ዘይኣኸለ፣ ወለድና ብዘይ ናህና ሓገዝ ንሰለስተ ዓመት ናብራኦም ክመርሑ ይኽእሉ ድዮም? ኣብ ናይ ሞያ ስልጠና ግዜ፣ ጉልበትን ግዜን እንተሃልዩና፣ እቶትና ንምምሕያሽ ኣብ ትርፊ ግዜና ንኣሽቱ ስራሓት፣ ማለት ሚኒጆብ ክንሰርሕ ንኽእል ኢና። ስለዚ ብዛዕባ እቶትና ብፍላይ ቆልዑ እንተለዉና ኩሉ ኣጻሪና ትምህርቲ ክንጅምር ይግበኣና። ንምጥቕላል ዝኣክል ኣብ ዓዲ ስጋብ እንታይ ክፍሊ ተማሂርና፣ ደረጃ ትምህርትና። እንታይ ናይ ሞያ ዓይነት እዩ ዘገድሰና ወይ ደስ ዝብለና፣ ናይ ጉልበት ድዩ፣ ናይ ቴክኒክ፣ ናይ ማሕበራዊ ወዘተ። ኩነታት ጥዕናና፣ ኣኻሊ ፍልጠት ቋንቋ ጀርመን ኣሎና ድዩ፣ ነቲ ናይ ትምህርቲ ሞያ ብቑዕ ዲሲፕሊን ኣለና ዶ ኢልና ንነብስና ክንሓትት ይግብኣና። ከጓንፉና ዝኽእሉ ጸገማት። ድኻም ናይ ስነ-ሓሳባዊ ትምህርቲ ማለት ቲዮሪ ስለምንታይሲ ብዙሕ ምልኪ ቋንቋ ጀርመን ስለ ዝሓትት። ምጽሓፍን ምጽናዕን ኣኻሊ ድሕሪ ባይታ ኣለና ዶ? ማለት ኣብቲ ኤር ኣብ ኤርትራ ከለና ብዙሕ ትምህርቲ ወሲድና ዲና ክንብል ንኽእል። ናይቲ እንሰርሓሉን እንመሃረሉን ቦታ ዘይጥዕምን ዘይምእምእን ምስ ዝኸውን፣ እዚ ብጀርመን ሽለሽተስ ኣርባይትስክሊማ ይብልዎ፣ ትሑት ኣታዊ ቁጠባዊ ጸገም፣ እቲ እቶትና ኣብ ናይ ስራሕ ሞያ ኣብ እንመሃረሉ ግዜ ብጣዕሚ ትሑት ስለ ዝኾነ። ውልቃዊ ጸገማት። እዚ ናይ መዓልታዊ ናብራና ኸመይ እዩ? ጭንቀት ኣለና ድዩ የብልናን ክንሓስበሉ ዝግብኣና እዩ ማለት እዩ። እቲ ዝሓረኻዮ ሞያ ኣብ መንጎ ደስ ምስ ዘይብለካ እንታይ ክትገብር ትኽእል? ምስ መምሃራንናን መማህርትናን ዘይምስምማዕ። ኣብዚ ክንሓብኦ ዘይብልና ኩነታት ተነጽሎ ከጓንፈና ይኽእል፣ ናይ ዓሌት ምፍላይን ምድላውን ከጓንፈና ይኽእል እዩ። እዚ ከኣ ኣብዚ ዓዲ ሞቢን ይብልዎ። ጻዕቂ ስራሕ፣ ጻዕቂ ስራሕ እውን ክህልወና ይኽእል እዩ። ነዞም ግድላት እዚኦም ተቐሪብናሎምን ክንጸንሕን ክንገጥሞምን ይግበኣና። እዚ ክንብል ከሎና ግን፣ ሓደ ሓደ ግዜ ስጋብ ጥዕናና ክፈታትነና ስለ ዝኽእል ከከም ኩነታቱ መፍትሒ ምርካብ ደኣ እምበር ተስፋ ዘይምቑራጽ ካልእ መገዲ ሃሰው ምባል የድልየና ማለት እዩ። ኣብታ ሳልሰይቲ ነጥብና ብምእታው ሳዕቤናት ስራሕ ኣልቦነት። ቅድሚ ኣብ ሳዕቤናት ናይ ስራሕ ኣልቦነት ምእታውና፣ ስራሕ ኣልቦነት ዝፈጥሩ ምኽንያታት ብሕጽር ዝበለ ንመልከት። ኣብዚ ንሕጂ እተን ንዓና ዝምልከታ ክልተ ነጥብታት ንውሰድ። ሃገራዊ ቁጠባ፣ ብምኽንያት ሃገር ለኻዊ ምንቁልቋል ቁጠባ ዓቢ ናይ ስራሕ ኣልቦነት ክስዕብ ይኽእል። ውልቃዊ ስራሕ ኣልቦነት፣ እዚ እቲ ዝያዳ ዝገድሰና ዓይነት ስራሕ ኣልቦነት እዩ። ውልቃዊ ስራሕ ኣልቦነት ዘስዕቡ ረቋሒታት፣ ጉድለት ጥዕና፣ ስንክልና ወይ ካልእ ሕማማትን ወልፍታትን። ጭንቀት ዘስዕቡ ናይ ህይወት ተዕድሎታት፣ ንኣብነት ናይ መቕርብ ሞት፣ ፍትሕ ወዘተ። ጉድለት ዲሲፕሊን፣ እዚ ማለት ከኣ ቆጸራ ዘይምኽባር፣ ሰዓታት ዘይምሕላው፣ ምስ ሰባት ዘይምስምማዕ፣ ቋንቋ ጀርመን ዘይምምላኽ፣ ትሑት ተበግሶ ማለት Motivation፣ ትህኪት፣ ነብሰ ተኣማማንነት ምጉዳል፣ ንዓይ እንታይ ኢሎም ክቕበሉኒ ኢልካ ምሕሳብ ማለት እዩ። እቲ ኣብ ዓድና ዝወሰድናዮ ስልጠና ስራሕ ወይ ትምህርቲ ኣብ ጀርመን ተፈላጥነት ስለ ዘይረክብ። ሽቕለት ኣልቦነት ንሓደ ኣቦ ስድራ ምጉዳል ርእሰ ተኣማማንነት የስዕበሉ። ናይቲ ኣቦ ስድራ ጭንቀት ኣብቲ ምሉእ ስድራ ቤት ስነ ኣእምራዊ ሳዕቤናት ዘለዎ ዓሚቕ ቅልውላው ከስዕብ ይኽእል። ኣብ ጀርመን ከምቲ ንሕና እንብሎ ስራሕ ስለ ዘይረኸበ'ዩ ወይ ስለ ዝሓመመ'ዩ ዘይሰርሕ ዝብል ኣተሓሳስባ የብሎምን። እንታይ ደኣ ክሰርሕ ስለ ዘይደለየ ወይ ናይ ስራሕ ኣልቦነት ገንዘብ ስለ ዝጠዓሞ እዮም ዝብሉ። እዚ ኣተሓሳስባ'ዚ ንሓደ ስራሕ ዘይብሉ ሰብ ካብ ማሕበራዊ ናብራ ይግልሎ። ንደቅና እውን ይጸልዎም እዩ። ስለምንታይሲ እቶም ኣብቲ ቤት ትምህርቲ ዘለዉ መምሃራን ይኹኑ መማህርቶም እዚ ኣተሓሳስባ እዚ ስለ ዘለዎም ክብል ይደፍር። ስራሕ ኣልቦነት ዘስዕቦ ተወሳኺ ጸገም ፋይናንሳዊ እዩ። ዋሕዲ ገንዘብ ወይ ጉድለት ደሞዝ ኣብ ኩነታት መነባብሮና ለውጢ የስዕብ። ክኽፈሉ ዘለዎም ወጻኢታት ሰዓቶም ምስ ዝኣክል የጨንቑና። ንኽዳውንቲ፣ ንመዘናግዒ፣ ንህያባት ወይ ንቤት ትምህርቲ ዝኸውን ገንዘብ ይሓጽረና። እዚ እንተ ተረፈ እሞ እንታይ ኣለዎ ክንብል ንኽእል ንኸውን። ደቅና ግን ከምኡ ኣይሓስቡን ኢዮም። ከባቢኦም ስለ ዝርእዩ ስለምንታይ ኢና ንሕና ከምቶም ካልኦት ዘይብልና ብምባል የስተማስሉ። ስለዚ ንምዕባለ ደቅናን ሓዳርናን ከምኡ ድማ ጽቡቕ ስነ-ኣእምሮኣዊ ጥዕና ክህልወና ንኽንሰርሕ ግዴታ እዩ። ኣብታ ራብዐይቲ ነጥብና ብምእታው፣ ገንዘብዶ ናብራ? እዛ ነጥቢ እዚኣ ምስታ ናይ ስራሕ ኣልቦነት ትኸይድ እያ። ገለ ግዜ እቲ ናይ ስራሕ ኣልቦነት እንወሃቦ ገንዘብ ዝበዝሐ ኮይኑ ስለ ዝስምዓና፣ ካብ ምስራሕ ዘይምስራሕ ይሓሽ ዝብል ዝንቡዕ ኣተሓሳስባ ክነማዕብል ንኸእል ኢና። እዚ ግን ፍጹም ጌጋ ኣተሓሳስባ እዩ። ስለምንታይሲ ኣብ ትሕቲ ምቁጽጻር ናይ ስራሕ ቤት ጽሕፈት መንግስቲ ማለት ጆብ ሰንተር ስለ እንኣቱ። ኣብዚ ምቁጽጻር እዚ ምስ እንኣቱ፣ እቲ ናይ መንግስታዊ ትካል ናይ ባንካና ሕሳብ ስለ ዝከታተሎ፣ ንኽፉእ መዓልቲ ዝኸውን ትርፍ ገንዘብ ከነቐምጥ ኣይንኽእልን። ወለድና ክንሕግዝ ኣይፍቀደልናን። ከም ድላይና ምስ ደቅና ክንገይሽ ኣይንኽእልን። ብደብዳቤ ናይ መንግስቲን ቆጸራራታን ንጭነቕ። ምዕሩይ መዓልታዊ ቅርጺ ስለ ዘይብልና ኣብ ጭንቀት ንኣቱ። ወዘተ። ልክዕ እዩ ኣብ ገሊኡ ስራሕ ብዙሓት ዘጋጥሙ ሽግራት ኣለዉ ግን እዚ ንግዚኡ ንስገሮ ስለምንታይሲ እቶም ሽግራት ካብ ስራሕ ናብ ስራሕ ካብ ሰብ ናብ ሰብ ስለ ዝፈላለዩ ብተወሳኺ እዚ ነጥቢ ንበይኑ ፍሉይ ርእሱ ዝኸኣለ ነዊሕን ብርቱዕን ስለመጎት ስለ ዝኾነ ንስራሕ ብዓይኒ ገንዘብ ጥራይ ኣይንርኣዮ እንታይ ደኣ ጽቡቕ ናብራ ንኸነሕልፍ ንስራሕ። ኣብ ሃገረ ጀርመን ሓደ ዝዘራርብ ኣሎ ከምዚ ድማ ይብል Arbeiten um zu leben nicht leben um zu arbeiten እዚ ኸኣ ንኽንነብር ንስራሕ ንኽንሰርሕ ኣይንንበር ማለት እዩ። ኣብታ ሓምሸይቲ ነጥቢ ናብ ምምእታው፣ ስራሕ ኣበይ ንረኽቦ? ሓንቲ ክንፈልጣ ዝግብኣና፣ ስራሕ ኣብ ገዛና ኣይመጸናን እዩ። ኣይደልየናን ወይ ከም ህያብ ኣይወሃበናን እዩ። ንሕና ኢና ሃለው ክንብሎ ዘሎና። ስራሕ ምድላይ ብዙሕ ጻዕርን ድኻምን ይሓትት። ስለዚ ካብዚ ንላዕሊ ዝገብሮ የብለይን፣ ብዛዕባ ስራሕ ወይ ናይ ስራሕ ጉዳይ ኣይኮነለይን እዩ ዝበሃል ክህሉ ኣይግባእን። ስራሕ ብኸመይ ንረክብ ወይ ኣበይ ንረኽቦ? ኣብ ናይ ስራሕ መራኸቢ ናይ ኢንተርነት መድረኻት፣ ጆብ ፖርታል፣ ብቐጥታ ኣብቲ ናይተን ትካላት ሆም ፔጅ፣ ማሕበራዊ መራኸቢትታት፣ ሶሲያል ሜድያ፣ ናይ ስራሕ ዘራኽባ ትካላት ወይ ደለልቲ ስራሕ፣ Jobförmedlare፣ ኣብ ጋዜጣ፣ ብየዕሩኽትናን ፈለጥትናን፣ ኣብ መገዲ ኣውቶቡሳት ወዘተ ዝልጠፍ ሓበሬታት ወይ ከኣ ብግዝያዊ ናይ ስራሕ ወሃቢ ትካላት፣ Leihfirmen፣ ነዘን ትካላት እዚኤን፣ ተሞክሮ ስራሕን ቋንቋ ጀርመንን ንምውሳድ ንጥቀመለን። ብተወሳኺ ምስተን እንሰርሓለን ትካላት ንላለ እሞ ካብኡ ናብኡ ኣብቲ ትካል ቀዋሚ ስራሕተኛ ንምዃን ነመልክት። ብኻልእ ኣዘራርባ ኸም መንጠሪ ንጥቀመለን። እቲ ዝበለጸ ናይ ስራሕ መራኸቢ እቲ ብኣርባይትስኣምት ወይ ጆርብ ሰንተር ዝወሃብ ናይ ስራሕ መርከቢ ስልጠና ብጣዕሚ ጠቓሚ እዩ። እዚ ስልጠና እዚ ንሰለስተ ወይ ንሽዱሽተ ወርሒ ይወሃብ። ኣብ መንጎ ስራሕ እንተረኸብካ እቲ ስልጠና ይቋረጽ። ኣብዚ ስልጠና እዚ ከመይ ጌርካ ኣብ ኢንተርነት ስራሕ ረኺብካ ባዕልኻ ብኮምፒተር መመልከቲ ንምጽሓፍ ትመሃር። ነቶም ኣብቲ ዝምልከተና ቤት ጽሕፈት ዘለዉ ሰብ መዚ ማለት ጆብ ሰንተር ወይ ኣርባይስኣምት ንስራሕ መሕተት መሕተቲ ክእለት ብዙሕ ስለ ዘየብለይ ሓግዙኒ ምስ እንብሎም ወይ ምስ እንገልጸሎም እቲ ስልጠና ክህቡና ይኽእሉ ማለት እዩ። ኣብታ ናይ መወዳእታ ነጥብና ክንኣቱ ብኸመይ ንስራሕ ነመልክት ቀደም ኣቦታትናን ኣቦሓጎታትናን እቶም መብዛሕትኦም ወሃብቲ ስራሕ ኣብ ሃገርና ጠለይን ስለ ዝነበሩ ናብቲ ትካል ብምኻድ ቼላቮሮ ማለት ስራሕ ኣለዶ ብምባል ንስራሕ ይሓቱን የመልክቱን ነበሩ ሎሚ ግን ግዜ ተቐይሩ ስራሕ ምምልካት ብኢንተርነትን ብፅሑፍን ኮይኑ መቸም ገሌና ተኺልና ነቲ ወሃብ ስራሕ በዓል መዚ ሓቲትና ኣሎና። እታ ዝሃቡና መልሲ ፍልጥቲ'ያ። መመልከትን ታሪኽ ህይወትካን ልኣኽ ይብሉና። እዚ ማለት ከኣ ብቬርቡም ወይ ኣፕሊኬሽን፣ ሌበንስላውፍ ወይ ሲቪ፣ ኣጸሓሕፋ ናይ ስራሕ መመልከቲ። እተን ክልተ ልሙዳት ናይ ስራሕ መመልከቲ እዘን ዝስዕባ'የን።

ብእንግሊዝኛ ድማ ስታንዳርድ ኦር ክላሲክ ጆብ ኣፕሊኬሽን ይበሃል። እቲ ልኡኽ ናይ ስራሕ መሕተቲ ነቲ ናይቲ ወሃቢ ስራሕ ሰራሕተኛታት ከም ዘድለይዎ ዝጸሓፎ መልሲ ክኸውን ኣለዎ። ንኣብነት፣ እቲ ወሃብ ስራሕ ሓደ ኤለትሪሽያን የድልየኒ ኣሎ ኢሉ ምስ ዝሓትት፣ መካኒክ እንተ ኾይንካ ከተመልክት ኣይትኽእልን። ስለምንታይሲ ነቲ ናቱ መመልከቲ ትምልሰሉ ስለ ዘየለኻ ክነጽገካ ናይ ግድን እዩ። ወይ ሸሞንተ ሰዓት ዝሰርሕ ሰብ እዩ ዘድልየኒ እንዳበለ ኣነ ፍርቂ መዓልቲ ክሰርሓልካ ክትብሎ ኣይትኽእልን። እቲ ዓይነት ስራሕ ኣብቲ ጽሑፍ ናይቲ ወሃብ ስራሕ ተዘርዚሩ ኣሎ። ስለዚ ካብቲ ስራሕ ወሃቢ ዝወጸ መሕተቲ ብደንቢ ከነጽንዖ ይግበኣና፣ ተዘየሎ ጉዳይና ተበቲኑ ማለት እዩ። ትሕዝቶ ናይ መመልከቲ ስራሕ ነዚ ዝስዕብ ይመስል፣ ርእሲ ጉዳይ፣ ምልከታ ምስ ቁጽሩ እንተሃልይዎ፣ እቲ ትካል ሰራሕተኛታት ከምዘድልይዎ ኣበይ ርኢናዮ ወይ ብኸመይ ሰሚዕናዮ፣ ክንጠቕሶ ይግባእ። እቲ ዓይነት ስራሕ ከም እንምነዮን ክንሰርሖ ከም እንኽእልን ምግላጽ። ቅድሚ ምምልካትና ሰሪሕናዮ ንፈልጥ እንተ ኾይኑ ተሞክሮታትና ምዝርዛር። ብዛዕባ ክእለትና ዝወሰድናዮ ናይ ስራሕ ስልጠናታትን ትምህርትታትን ኣብቲ መሕተቲ ምስፋር። ንስራሕ ዘሎና ብልጫታት ምግላጽ፣ ንኣብነት ተኣመንቲ ምዃንና፣ Zuverlässig፣ ምስ መሳርሕትና ብሓባር ብስምምዕን ምስራሕ ከም እንኽእል፣ Teamfähig፣ ሓለቓና ኣብ ዝበለና ግዜ፣ ዓይነት ስራሕን ቁሩባት ክንሰርሕ ከም ዝኾንናን ወዘተ እዩ። ኣብዚ ክንግንዘቦ ዘድልየና ንስራሕ ከነመልክት ከሎና በይንና ኣይኮንናን ነመልክት ዘሎና፣ መወዳድርቲ ከም ዘለዉና ኣይንረስዕ። ስለዚ እቲ ወሃብ ስራሕ ብኣካል ኣይፈልጠናን እዩ። እቲ መመልከቲ ወረቐት ናይ መላለይና ደብዳቤ ስለ ዝኾነ ጽፉፍን እሩምን ትሕዝትኡ ድማ ሰሓብን ክኸውን ይግባእ። እዚ ስጋብ ክንደይ ተገዳስነት ከም ዘሎና የርኢ። ኣብ ኢንተርነት ንመመልከቲ ስራሕ ዝኸውን። ኣጸሓሕፋ ብኽልተ መገዲ ተዳልዩ ኣሎ። ሓደ እቲ ሓፈሻዊ ኣገባብ ኣጸሓሕፋ መመልከቲ ክኸውን ከሎ፣ እሱ ከኣ ብጀርመንኛ Musterbewerbung ወይ ብእንግሊዝኛ Sample Job Application ይበሃል። ካልኣይ እቲ ብዝተሰነዐ ፍልጠት ማለት ኣርቲፊሻል ኢንተሊጀንስ ዝዳሎ ኣጸሓሕፋ እዩ። ስለዚ ሓደራ እቲ ቀዳማይ ማለት እቲ ሓፈሻዊ ኣጸሓሕፋ ከይንጥቀም። ምኽንያቱ እዚ ንልዑል ናይ ስራሕን ትምህርትን ደረጃ ዘለዎም ሰባት ዝተዳለለወ እዩ። ነቲ ንሕና እንደልዮ ስራሕ ዝኸውን ኣይኮነን። ብተወሳኺ ነቲ ናይ ኢንተርነት ጽሑፍ ምስቲ ናህና ንኸነመሳስሎ ጽቡቕ ቋንቋ እንመልኽ ክንከውን ኣለና። እቲ ካልኣይ እቲ ብዝተሰነዐ ፍልጠት ማለት ኣርቲፊሻል ኢንተሊጀንስ ዝጸሓፍ ንዓና ዝኸውን እዩ። ኣብዘን ስዒበን ዝመጻ ኣብነታት ኣነ እውን ዝተጠቐምኩሉ ኣገባብ እዩ። ንሱ ከኣ ከምዚ ኣብዚ ሰንጠረዥ ዘሎ ጌርና ክንጽሕፎ ንኸእል። ኣፀሓሕፋ መልመልከቲ ስራሕ ብኣርቲፊሻል ኢንቴሊጀንስ ኣብ ኢንተርነት ቻት ጂፒቲ ንኣቱ ኣብ ቻት ጂፒቲ ከምዝን ዝስዕባ ንፅሕፍ እንተ ደኣ እቲ መመልከቲ ብተበግሶና ንፅሕፎ ኮይና ብጀርመንኛ ኢኒትያቲቭ ኩርፅ ብቨርቡን ፊዮ ደሓር እቲ ስራሕና ንደልዮ ኣብኡ ነስፍሮ ማለት እዩ። እንተድኣ እቲ ወሃብ ስራሕ ሰራሕተኛታት ከም ዘድልይዎ ኣብ ኢንተርነት ኮነ ኣብ ጋዜጣ ኣውጺኡ፣ ክላሲሸ ኩርጽበቨርቡም ፍዮር ኢልና ንጽሕፍ። እዚ ከኣ ብእንግሊዝኛ ድሕሪ ክንርእዮ ኮይና ኢኒሻቲቭ ሾርት ጆብ ኣፕሊኬሽን ፎር ወይ ስታንዳርድ ሾርት ጆብ ኣፕሊኬሽን ፎር ነቲ ናይ ታሪኽ ህይወትና ኣጸሓሕፋ ኣብተን ዝስዕባ ገጻት ክንሪኦ ኢና። እስከ ንኣብነት እዘን ክልተ መመልከትታት ንውሰድ። ኣብታ ብተበግሶና እንልእካ መመልከቲ፣ እቲ በዓል መዚ መብዛሕትኡ ግዜ ስለ ዘይንፈልጦ፣ ብጀርመንኛ፣ ሰኤር ገኤርተ ዳመን ኡንድ ሄረን፣ ብእንግሊዝኛ ድማ ዲር ሰር ኦር ማዳም ኢልና ንጅምር። ፍልልይ ናይዘን ክልተ መመልከቲታት ስራሕ ኣብተን ክልተ ወይ ሰለስተ ናይ መጀመርያ መስመራት እየን። እቲ ውሃብ ስራሕ ሰራሕተኛታት ከም ዘድለዩ ኣብ ኢንተርነት ኮነ ኣብ ጋዜጣ ምስ ኣውጸኤ መመልከቲና ብኸምዚ ይጅምር። ነቲ ኣብ ኢንተርነት ዘውጻኹሞ ናይ ስራሕ ምልክታ ድሕሪ ምንባበይ፣ እቲ ስራሕ ብጣዕሚ ኣገዳሲ ኮይኑ ስለ ዝረኸብኩዎ እነሆ በተገዳስነት የመልክት ንብል ማለት እዩ። ብተወሳኺ እቲ በዓል መዚ ስሙ ኣብኡ ስለ ዝጸሓፍ ከምዚ ዝስዕብ ገርና ክንጅምር ንኸእል። እቲ በዓል መዚ ወዲ ተባዕታይ ስለ ዝኾነ ክንጅምር ከለና ብጀርመንኛ ሰኤር ገኤርተር ሄር ሙለር ንብል፣ ጓል ኣንስተይቲ ምስ እትኸውን ግን ሰኤር ገኤርተ ፍራው ሙለር ኢልና ንጽሕፍ ማለት እዩ፣ ብእንግሊዝኛ ዲር ሚስተር ሙለር ኦር ዲር ሚስ ሙለር ንጽሕፍ። ድሕሪዚ ስዒቡ ዝመጽእ ኣጸሓሕፋ ታሪኽ ህይወት እዩ። ኣጸሓሕፋ ታሪኽ ህይወት፣ Lebenslauf፣ ብእንግሊዝኛ ድማ ካሪኩሉም ቪተ ወይ ሲቪ፣ ታሪኽ ህይወት ንመመልከቲ ስራሕ ኣገዳሲ ሰነድ እዩ። ክሳብ ሕጂ ብዛዕባ ሞያኻ፣ ትምህርትኻ፣ ሞያዊ ተመክሮኻ፣ ክእለትካን ፍልጠትካን ሓበሬታ ዝሓዘ እዩ። ንስራሕ መድለዪ ናይ ህይወትና ታሪኽ ክንጽሕፍ ከሎና ከምቲ ጀርመናውያን ዝብልዎ ሲሽ ፎን ሳይነ ሸኮላደ ዛይተ ፕረዘንቲረን እዚ ማለት ከኣ ብእንግሊዝኛ ቱ ሾው ዮርሰልፍ ኣት ዮር በስት እዚ ማለት ከኣ እቲ ጽቡቕ ንዓኻ ከዐውተኽካ ዝኽእል ነጥብታት ማለት ብሉጽ ወገናትካ ጥራይ ምጽሓፍ ማለት እዩ። ናይ ታሪኽ ሂወት እስክዛ ናይ ንጉሰ ኣብነት ንውሰድ ስምን ስም ኣቦን ንጉሰ ኣብርሃም ዕለት ትውልዲ ዕለት ሓደ ወርሒ ሓደ ሽሕን ትጭዓተ ሚእትን ሰማንያን ሸውዓተን ቦታ ትውልዲ ተሰነይ ኤርትራ ኩነታት ስድራቤት ዘይምርዕው ዜግነት ኤርትራዊ ካብኡ ስዒቡ ዝመጽእ ኣድራሻ፣ ቁጽሪ ስልኪ፣ ኢመይል። ናይ ቤት ትምህርቲ ታሪኹ ካብ ሽሕን ትሽዓተ ሚእትን ተስዓን ሰለስተን ስጋብ ሽሕን ትሽዓተ ሚእትን ተስዓን ሸሞንተን ኣብ መባእታ ቤት ትምህርቲ ተሰነይ ስጋብ ሓሙሻይ ክፍሊ ተማሂሩ። ካብ ሽሕን ትሽዓተ ሚእትን ተስዓን ትሽዓተን ስጋብ ክልተ ሽሕን ሽዱሽተን ኣብ ማእከላይ ደረጃ ቤት ትምህርቲ ተሰነይ ስጋብ ዓሰርተ ሓደ ክፍሊ ተማሂሩ። ካብ ክልተ ሽሕን ሽዱሽተን ስጋብ ክልተ ሽሕን ሸሞንተን ወተሃደራዊ ኣገልግሎትን ዓሰርተ ክልተ ክፍልን ኣብ ቤት ትምህርቲ ዋርሳይ ይከኣሎ ሳዋ ተማሂሩ። ብክልተ ሽሕን ትሽዓተን ስጋብ ክልተ ሽሕን ዓሰርተ ክልተን ናይ ስራሕ ሞያ ጽርበት ዕንጨይቲ፣ ካርፔንተር፣ ኣብ ቤት ትምህርቲ ሰምበል ኣስመራ ኤርትራ ተማሂሩ። ብሰርቲፊኬት ከኣ ተመሪቑ። ናይ ስራሕ ተሞክሮታት፣ ካብ ክልተ ሽሕን ዓሰርተ ሰለስተን ስጋብ ክልተ ሽሕን ዓሰርተ ሽዱሽተን ሰራሕተኛ ናይ ጽርበት ዕንጨይቲ ኣብ ከረን ኰይኑ ሰሪሑ ወይ ኣገልጊሉ። ብክልተ ሽሕን ዓሰርተ ሽዱሽተን ብድሕሪኡ ንጉሰ ንወጻኢ ንምኻድ ኣምሪሑ ማለት'ዩ፣ ብዕለት ሓሙሽተ ወርሒ ሸውዓተ ክልተ ሽሕን ዓሰርተ ሽዱሽተን ድማ ኣብ ጀርመን ኣትዩ። ዕለት ሓደ ወርሒ ዓሰርተ ክልተ ሽሕን ዓሰርተ ሸውዓተን ስጋብ ዕስራን ክልተን ወርሒ ኣርባዕተ ክልተ ሽሕን ዓሰርተ ሸሞንተን ኣብ ጀርመን ምስላጥ ወረቓቕትን ሓበሬታ ንምርካብን ዘሕለፎ ግዜ'ዩ። ዕለት ሓደ ወርሒ ሽዱሽተ ክልተ ሽሕን ዓሰርተ ሸሞንተን ስጋብ ሰላሳ ሽዱሽተ ክልተ ሽሕን ዓሰርተ ትሽዓተን ትምህርቲ ቋንቋ ጀርመን ኣብ ፎልክስሆኽሹለ ሙስተርሽታት ተማሂሩ ብደረጃ ኣኣይንስን ኣጽባይን ከኣ ተመሪቑ። ካብ ዕለት ክልተ ወርሒ ዓሰርተ ክልተ ሽሕን ዓሰርተ ትሽዓተ ከም ተሓጋጋዚ ሰራሕተኛ ኣብ መኽዘን ሙስተርማን ኮይኑ ይሰርሕ ኣሎ። ፍሉይ ክእለታት ናይ ንጉሰ፣ መምርሒ መኪና ፍቓድ ብናይ ጀርመን ደረጃ ሰ-ኣይንስ ከም ዘለዎ፣ ብተወሳኺ መምርሒ ፍቓድ ፎርክሊፍት፣ ከም ዘለዎ ንርዳእ። ቋንቋታት ትግርኛ ቋንቋ ኣደ እዩ። ጀርመን ኣጽፋይ ደረጃ ዝተማረዩ ንምርዳእ የኸእል እዩ ማለት እዩ። እንግሊዝኛ ጽቡቕ ብጽሑፍን ብቓልን ይኸእል። ጽን ኢልኩም ዝሰማዕኹምኒ የመስግነኩም። ንኹሉ ከም ዝባጻሕ ንግበር። ዘተ ኣብ ኮሜንት